ኣዝዩ ደስ ዝበለኒ ድማ ናይ ሲልቫና ሓፍትና እዩ ሲልቫና ሓፍትና ኩላህና ንፈልጣ ኢና ብዙሕ ክደግሞ ኣይደልን እየ ትቅድሚ ሕጂ ዝነበረ ላይፋ ወይ ከዓ ትብሎ ዝነበረት ምክንያቱ ኣገዳሲ እውን ኣይኮነን ሕጂ ኣብ ካልእ ምዕራፍ ስለ ዘላ ብዝያዳ ግን ብሕፅር ዝበለ ትጭነቕ ከም ዝነበረት እዩ ስትረስ ከም ዝነበራ ኩላህና ንፈልጥ ኢና ኣዝዩ ደስ ዝብል ጽቡቅ ወዲ ድማ ረኺባ ኣብዚ ሰዓት እዚ ሓድሽ ላይፍ ጀሚራ ኣዝዩ ደስ ዝብል ግዜ ምስ ኣፍቃሪኣ ምስ ሰብኣያ ተሕልፍ ኣላ ኦሬዲ ሰብኣያ ንበሎ በቃ ሰብኣያ ንበሎ ክቡራት ይዋት ማይ ቤቢ ኢላ ባዕላ ዘእተወቶ እዩ ኣዝዩ ደስ ኢልና ኣነ ናይ ብሓቂ እንታይ ግን ክንመሃር ንኽእል ኣብኣ ከለኹ ከኣ መልእኽቲ ከመሓላልፎ ዝደሊ ነጀመርያ ንሲልቫሃና ሓፍትና እንኳ ሓጎሰኪ ክብላ ደሊ ገለገለ ድማ ኣብቲ ኮመንት ዋዕ ንሃና ተዝገብሮ ንሃና ድዩ ዝበልኩም ነርኩም ወ ሓበሻ ዩ ዩኤል ይበሃል ክቡራት ይሕዋት ኩላህና ኣብኡ ከለና ከኣ ክንቀስን ማለት እዩ ከምዘን ሓደ ክልተ ሓሪቐን ናብ ካልእ ዜጋ ዝኸዳ ኣይኮነትን ምክንያቱ ገለገለ ዋዕ ጸሊም ኣሜሪካዊ ድዩ ካብዞም ናይ ጀርያ ማጀርያ ድዩ ዋላ እንታይ እዩ ካበይ እዩ ሃገሩ ዝበልኩም ሓውና እዩ ወዲ ዓድና እዩ ሓበሻ እዩ ኣብዚ ኣ ከለኹ ክነግረኩም ንፉዕ ድማ ኩሉ ግዜ ስፖርት እዩ ዝሰርሕ ንሲልቫና ሓፍትና ድማ ካብቲ ኣዝዩ ደስ ዝብለካ ረይዎ ከምዚ ንሪኦ ዘለና ስፖርት እንዳሰርሐ እእምሮኣ ፍረሽ ይገብራ ኣሎ ሓቢሮም ድማ ስፖርት ክሰርሑ እዮም ይሰርሑ እውን ኣለው። ስፖርት ምስራሕ ድማ ካብ ጭንቀትን ካብ ስትረስን የውፀካ እዩ። ናብቲ ከመሓላልፎ ዝደለኹ መልእኽተይ ክኸይድ ክቡራት የዋት ክንደይ ኣለና ካባና ነብሰይ ከጥፍኤ ንብል ኣብ ጭንቀት ዘለና ፅባሕ ካልእ መዓልቲ ምዃና ዘንጊዕና ኣብ ፀልማት ዘለና ነቲ ብርሃን ክንሪኦ ዘይከኣልና ክንደይ ካባና ኢና ኣዚና ብዙሓት ኢና ብፍላይ ኣብዚ ማስ ሜድያ ብፍላይ ብፍላይ ድማ ኣብ ቲክቶክ ብዙሓት ኣለና ኣብ ስረስ ዘለና ኣብ ጭንቀት ዘለና ክቡራት የሕዋት ይሓልፍ እዩ ጽባሕ ናታ ናይ ገዛእ ርእሳ መዓልቲ እያ ጽባሕ ካልእ መዓልቲ እያ ሕጂ ክትጭነቕ ትኽእል ኢኻ ኣብ ጭንቀት ክትህሉ ትኽእል ኢኻ ክቡር ሓው ግን ዘይሓልፍ ሽግርን ጭንቀትን የለን ክሓልፍ እዩ ዋ ብፍላይ ብባሕርን ሰሃራን ብእንታይ ዝበሃል ብስደት ዝመፀና እኮ ብምልእና ብምልእና ብዙሕ ስትረስን ጭንቀትን ዝነበረና እዩ ግን እሱ ሓሊፉ ኣብ ሰዓት እዚ ከኣ ኣብ ጽቡቕ ዓዲ ኣብቲ ንደልዮ ዓዲ ኣለና ማለት እዩ ወላ ኣብቲ ትደልዮ ዓዲ ኣይትሃሉ ኣብ ባሕርን ሰሃራን ሃሉ ኣብዚ ሰዓት እዚ ጽባሕ ንግሆ ግን ክሓልፍ እዩ ዘይሓልፍ ሽግር ዘይሓልፍ ጸበባ የለን እሞ ዘይሓልፍ መሲልኩም ነብስኹም ኣብ ምጥፋእ እትርከቡ በጃኹም ነብስኹም ከይተጥፍኡ ነብስኹም ከይተጥፍኡ ብዙሓት የሕዋትና ነብሶም ዘጥፍኡ ብሰንኪ ስትረስን ብሰንኪ ጭንቀትን ጽባሕ ንግሆ ዝሓልፍ ዘይመሰሎም ኣብ ጸልማት ዝነብሩ ዝነበሩ ሂወቶም ዘሕለፉ ብዙሓት ኣለዉ ስለዚ ክቡራት የሕዋት በጃኹም በጃኹም በጃኹም ካብ ሲልቫና ሓፍትና ከኣ ንመሃር ረእዋ ሕጉስትላ ትማሊ ትነብዕ ትሓዝን ነራ ሕጂ ከኣ ሕጉስትላ ምሉእ ሓጎስ ክገብረላ ከኣ ኩላህና ጸሎት ንግበረላ እንኳ ሓጎሰኪ እውን ንበላ ኣነ በዛ ወገነይ ሲልቫና ሓፍትና ክትስሕቕ ክትጻወት እሞ ድማ ናተይ ትብሎ ኣዝዩ ጽቡቕን ምዕሩግን ዝኾነ ሒዛ ብምምጻ ኣዝዩ ደስ ኢልን ናይ ብሓቂ ኣዝዩ ደስ ኢልን ደጊመ ደጋጊመ ኸ እንኳዕ ሓጎሰኪ ከምኡውን ንቤተሰባ ንመቕርባ እንኳዕ ሓጎሰኩም ክብሎም ፈቱ ሙሉእ ሓጎስ ክገብረላ መባለይቲ ክገብሮም ውላዶም ከርእየና ፈረይትን ጸገይትን ክኾኑ መርዓኦም ከርእየና በቃ ጸሎት ይገብረሎም ናይ ብሓቂ ኣዝዩ ደስ ኢልን ቅዱስ ቅንእ ከዓ ትቐንእ ማለት እዩ ስለዚ ደጊመ ደጋጊመ ከመሓላልፋ ዝደለኹ መልእኽቲ በጃኹም በጃኹም ኣብ ስረት ዘለኹም ኣሕዋትና ጽባሕ ንግሆ ከም ዝሓልፍ ንፍለጥ ንሓንቲ ደቂቃ እኮ ሳዕ ንሓንቲ ደቂቕ ምፅማም ህይወትና ንሐልፍ ኣለና ሓንቲ ደቂቕሲ ፅምም ንበል እስከ ፅምም ሓንቲ ደቂቕ ነሕልፋ ወይ ከዓ በጥ ንበል ስረስ ክህልወና ከሎ ንደቅስ ክቡራት ይዋል ንደቅስ እሞ ብድሕሪታ ሓሪቕናላ ዝነበርና ሕማቕ ስምዒት ክትሓልፈና ክትሓልፈልና እያ ብሓቂ ኣብቲ ጭነቕሉ በጥ በሉ ተኾነ መጽሓፍ ቅዱስ ኣንብቡ ኣብ ትጭነቑሉ ክቡራት የሕዋት ናብ ኣምላኽኩም ተመለሱ መዝሙር ስምዑ ኣባት ነብሲ ድዩ ገለ ተልዩኩም ምስኡ የዕልልዎ የዕልልዎ ብዝያዳ ብዝያዳ ከዓ ምስ ኣምላኽኩም ተራኸቡ ጸሎት ግበሩ ዘይሓልፍ ሽግር የለን ዘይሓልፍ ጭንቀት የለን ረይዋ ሲልቫ ሓፍትና ሰይ ሰይ ትሕጎስ ኣላ ትስሕቕ ኣላ ኣዝዩ ደስ ዝብል ድማ ሓቢሮም ክልቲኦም ጅም ከይዶም ጽቡቕ ናይ ጅም እንታይ ይበሃል ይሰርሑ ኣለዉ ጅም ከይዶም ስፖርት ይሰርሑ ኣለዉ ጅም ከዓ ኩሉ ግዜ የእምሮኻ ነፃ እዩ ዝገብረካ ካብ ሕልማ ነገራትን ወልፍታትን ከዓ የገላግለካ ካብቲ ደስ ዝብለካ ከዓ ናይ ጅም ሰብ ብምዃኑ ማለት ናይ ስፖርት ሰብ እንዳሕር ኮይኑ ካብ ሕማቕ ነገራት ግልል ዝበለ እዩ ስለዚ ካብ ስረስን ካብ ጭንቀትን ከውፃእ ይኽእል እዩ ኣነ ብጣዕሚ እዩ ደስ ኢልኒ እንቋ ሓጎሰኩም ክልቴኹም ክልቴኹም ከዓ ዝኾነ ዩቱብ ዲ ገለ ክፈቱ በዚ ኣጋጣሚ ዝቕኸለኹም ከዓ ቀመሓላልፈልኩም ምክንያቱ ዝሓውና ኩሉ ግዜ ኣብ ቲክቶክ ንሕዋትና ዘበራታትዕ ሞቲቬሽን ዝህብ ናብ ስፖርት ንክንከይድ ዘተባብዕ ሓውናይ ቪድዮ ኩሉ ግዜ ይሰርሕ እሞ ክልቲኦም ሓቢሮም ኮይኖም ቪድዮ ክሰርሑልና ከመይ ጌርና ጅም ከም ንሰርሕ እንታይ እንታይ ክንገብር ከም ዘለና ከመይ ጌርና ኣካላትና ክንሃንፅ ከም ዘለና ዩቱብ ሰሪሕኹም ብልዑ ኣጆኹም ዕበዩ ስለዚ ኣሕዋት ናይ ሎሚ ዓንቲ መደበይ ከም ዝመስል ብካልእ ትሕዝቶ ብካልእ መደብ ክሳብ ንራኸብ ሰላም ወሰናይ ቻው